ሰላም ሰላም ይሕዋት ከመይ ትኾኑ ምሳኹም ዘለኹ ኣሎና ሓውኹም እየ ንሎማዓንቲ ኸኣ ብኻልእ መደብ መጺእኩም ኣለኹ ናይ ሎማዓንቲ መደብና ኸኣ ብዛዕባ ናይ ውሽጢ ማኪና ኮይኑ ኣስማቱን ትርጉሙን በብሓደ ከላልየኩም እየ ስለዚ ሓቢርኩም ተኸታተሉኒ ይሕዋት ኣብ መኪና ኣቲና ኣለና እዚ ቅድሚያ ንሪኦ ዘለና ሕጂ ኩሉ ማለት እዩ ኣስማቱን ትርጉሙን እሞ ብሓደ ከላልየኩም እየ ሕጂ ግን ብጸጋም ንጀምር እዚኣ ጸላም እዚኣ ትንክፋ ደለኹ ስፒኸል ኣፍስቴለር ንብላ ናይ መስተኻኸሪት መስትያት እያ ማለት እዩ መስትያት ክነስተኻኽሎ ከለና በዚኣ ገና ነስተኻኽሎ ማለት እዩ እዚኣ ኸ ድር ሃንደል ንብላ ናይ ማዕፆ መፍትሒት እያ ክንፈትሓ ምስ ዘለኻ ከምዚኣ ገርና ብውሽጢ ኢጣውና ኢትና ማለት እዩ ናባና ንስሕቦ ማለት እዩ ሕጂ ተፈቲሓ ኣላ ማለት እዩ

ክፈትሖ ምስ ዝደሊ ስቕጥ የብሎ ትፍታሕ ኣላ ክዓፅዎ ምስ ዝደሊ ከዓ ናባይ ስሕብ የብሎ ትዕፆ ኣላ ማለት እዩ እዚኣ ከዓ ኮብ ላምፕስ ካክላር ንብላ እዚኣ ሕጂ ጠፊኣ እያ ዘላ ኣብ ዜሮ ስለ ዘላ ጠፊኣ እያ ዘላ እዚኣ ሕጂ ድሕር ስታር ስሊክ ትደልየ ከዓ ሓንቲ ግዜ የዘራን ያማን ስታር ስሊክ ትላ እዚኣ ሓፂር መብራህቲ ማለት እዩ ድሕር ዲም ሊክ ትደልየ ከዓ መሸኻ እያ ዝራ ንየማን እዚኣ ሕጂ ዲም ሊክትላ ማእከላይ መብራህቲ ማለት እዩ ሚስላም ኣክተር ምስ ዘለኻ ናይ ድሕሪት መብራህቲ ማለት እዩ ይስሕባ ንዚኣ ማለት ናባይ ይስሕባ ከምዚ ገረ ዝስሕባ ሕጂ ኮይና ተወሊዓ ኣላ ማለት እዩ ከም ተወልዐትካ ኣብዚ ምልክት ይበና ኣሎ እዚ ብጫ ዝበሪ ዘሎ ናቱ ምልክት እዩ ካጥፋኣ ምስ ዘለኻ ይሰቕጣ ይሰቕጣ ጠፊኣ ኣላ እዚኣ እውን ጠፊኣ ኣላ ማለት እዩ ሕጂ በብሓደ መዓስ ኢና ንጥቀመሉ ስታት መዓስ ኢና ንጥቀመሉ ዲምሊክት ሚስላም ከዓ ከምኡ ኩላ ሪእኩም እየ ብስታርስ ሊክት ንጀምር እዚኣ መዓስ ኢና ንጥቀመላ ዝብል ሕቶ ማኪና ምስ ትበላሸወና ኣብ ፅርግያ ማለት እዩ ኣፀጊዕና ጠጡ ክነብላ ምስ ደሊ እዚኣ ክንውልዕ ኣለና ከምኡ እውን ኣብ ቤርም ባውቶ በባዶኮም ኣብ ኣግራብ ዘለዎ ወይ ከዓ ፅልሚ ዝበለ ቦታ ንሕ ማኪና ዓሽግናያ እዚኣ ክንጥቀም ኣለና ማለት እዩ እዚኣ ከዓ ቀትሪ ከም ድላይና ማለት እዩ ኣብርሂና ኣብርህና ናትና ምርጫ እዩ ምሸት ግን ግድን ክንውላዕ ኣለና ማለት እዩ ሜረ ፅልግልክ ከሎ ሽዑ እዚኣ ክንውላዕ ኣለና እዚኣ ሚስላም ኣክትር ከዓ ግመ ክኸውን ከሎ ወይ ከዓ በረት ክሃርም ከሎ ወይ ከዓ ብድሕሪና ዘሎ ሰብ እንድሕር ሓምሳ ሜትር ዝኸውን ዲን ሪኦ ኣለና ተኮይንና እዚኣ ክንውላዕ ኣለና ማይ ክሃርም ከሎ ክነብርሃ ይብልናን እዚኣ ክንውልዓ የብልናን ክነጥፋ ምስ ዘለ ከዓ ሰቂጥና ነጥፋ ማለት እዩ እዚኣ ከዓ ናብዚኣ ንምፃእ እዚኣ ኢንስትሩሜንት ፓኔል ሌክት ስካክላር ንብላ እዚኣ ማለት እዚኣ ትንክፋ ደለኹ ሕጂ ናይ እዚኣ ማለት እዩ ናይዚ መብራት እዚኣ እዚ መብራት ኣብዚ ዘሎ ክነድምቖን ክንውሶን ምስ ዝደሊ እዚኣ ንታሕቲ ታቢላያ ይህሳ ኣለኹ ንላዕሊ ታቢላያ ከዓ የድምቃ ኣለኹ ናብዚኣ ከዓ ንምፃእ እዚኣ ያማንደላ እዚኣ ሆክተ ረይ ክሊን ንብላ እዚኣ ናይ ዲምሊክት ማለት እዩ ናይ ደገ መብራህቲ እንድሕቲ ናይ ደገ መብራህቲ ክነንውሖ ተደሊና ኣብ ዜሮ ንገብራ ክንሕፅሮ ምስ ደልኻ ከምዚ ገርና ንሕፅሮ ማለት እዩ ኣብ ሰለስተ ንገብራ ማለት እዩ ክልተ ተገርናያ

ናበይ እንተስሒብዮ ሓንቲ ግዜ በሪሃ ጠፊኣ ኣላ ማለት እዩ ድሕር ስሒብካ በሪሃ ኣላ ተፈንየ ከዓ ጠፊኣ ኣላ በዓል ኣውቶማቲሽ እያ ጠፍእ ማለት እዩ ሕጂ ከዓ ናብዚኣ ንምፃእ ናብዚኣ ማለት እዩ እዚኣ ራውት ቪስተር ትበሃል ናይ ቢትሮ መፅረይ ማለት እዩ እዚኣ ሰለስተ ስታንድ ኣለዋ ናብ ሓንቲ ስታት ተገርናያ ኣብ ሓንቲ ስታንድ ተገርናያ ቀስ ገራት መፅያ ቀስ ብቀስ ማለት እዩ ኣንሰራይዋ መፅያ ፅንሒላት መፅያ ድሕር ኣብ ክልተ ጌርናያ ከኣ ቁሩብ ንህር ክትብል እያ ማለት እዩ ናናሃረት ትመፅእ ኣላ ርኣይዋ ሕጂ ስለስ እንተ ጌርያ ከኣ ንላዕሊ ማለት እዩ ሓፍታ ቢሎ ተወሲኸላ መሻ ንሂር ኣላ ማለት እዩ ካብ ትፋእ ምስ ዘልኻ ከምኡ ማለት እዩ ክንዲ ልክዕ ከምቲ ንላዕሊ ዘበልኮ ከምኡ ከዓ ንታሕቲ የብሎ ማለት እዩ እዚኣ ላዓል ዘላኸ እዚኣ ላዓል ትርጉማኸ እዚኣ ላዓል ዘላ እዚኣ ማለት እዩ እዚኣ ኣብ ሓደ ስታን ምስ ገበርናያ በዚ ገርና ነስተኻኽሎ ማለት እዩ ቀስ ገርና ዶ ነብሎ ወላ ዓው ኣቢልና ነብሎ በዚ ገርና ቀስ ነብሎ በዚ ከዓ ንሕር ኣብታ ላዕልታ ኣቢልና ከዓ ከምዚኣ እንተገርና ከዓ ነንህራ ኣለና ማለት እዩ ሕጂ ትንህራ ኣላ ማለት እዩ ቁርብ ትንህራ ኣላ ማለት ካብቲ ዝነበረቶ ማለት እዩ ሕጂ ከኣ ናብዚ ንምጻእ እዚኣ ናይ መውዓይን ናይ መዝሓሊን መስተኻኸሊት እያ ማለት እዩ ውዕይ ምስ ዝደሊ ናብ ቀይሕ ነብላ ዝሑል ምስ ዝደሊ ከኣ ናብ ሰማያዊ ነብላ ማለት ናብዚ ነብላ ማለት እዩ ከምዚ ገርና ናብዚ ነብላ ማለት እዩ ድሕር ማእከላይ ተደሊና ከኣ ኣብ ማእኸል ንገብራ ሕጂ ከኣ ናብዚ ንምጻእ ናብዚኣ ንምፃእ እዚኣ ናይ ቨንቲላቶር እያ እዚኣ ንድሕር ንፋስ ናብ ውሽጢ ማኪና ንዝኣቱ ማለት እዩ ሕጂ ኣብ ሓደ እንተጌርናያ ንፋስ ቀስ ኢሉ ይመፅእ ኣሎ ንውሽጢ ማኪናና ማለት እዩ ንድሕር ኣብ ክልተ ጌርናያ ከዓ ቁርብ ኢና ንህሮ ኣለና ድምፂ እውን ሰምዕዎ ኣለኹም ሰለስተ እንተጌርናያ ከዓ መሻ ንህሮ ኣለና ኣርባዕተ ጌርናያ ከዓ በቃ ማክሲማል ጌርና ኣላ ማለት እዩ ካብ ዝለዓል ክንህር ኣይክልኒ ናቶም ንዘሊ ከዓ ኣብ ዜሮ ንገብራ ማለት እዩ ጠፊኣ ኣላ እዚኣ ማለት እዩ ሕጂ ከኣ ናብዚኣ ንምጻእ እዚኣ ከኣ ናበየናይ ክፍሊ ኣካላትና ትንፋስ ክነብሎ ምስ ደሊ በዚኣ ገርና ማለት እዩ እዚኣ ናብዚኣ እንተቢልናያ ናብ ኣፍ ልብና ይመፀና ኣሎ ትንፋስ ማለት እዩ ምስ ተወልዐ እዚ ማለት እዩ ናብ ኣፍ ልብና መፀና ኣሎ እንድሕር ናብዚኣ ቢልናያ ከዓ እዚኣ ከዓ ናብ እግርና ጥራይ ማለት እዩ እዚኣ ከዓ ናብ ሕቑፍና ማለት እዩ ናብ ሰለፍና ናብ እግርና ኩሉ ተባሕባሻ መፀና ኣሎ ማለት እዩ እዚኣ ከዓ ብሓፈሻው ናብ ኩሉ ዝመፅእ ዘሎ ማለት እዩ በዚ ወፅዩ ብቢትረግሩ መፅዩ ናብ ኩሉ ዝመፅእ ዘሎ ማለት እዩ እዚኣ ግን ተጠቅምኩላ ዝሓይሽ ማለት እዩ እዚኣ ዝሓሸት እያ ኣብዚኣ እንተገርኩማ ማለት እዩ ተመራፂ እዩ ማለት እዩ ነዚ ቢትሮ እዚ ኣብዚ ጥቃ ንሪኦ ዘለና ኩሉ ብቐጢፍ ይደፅርየልና ማለት እዩ ኣብዚኣ እንተገርናያ ሕጂ ከዓ ናብዚኣ ንምፃእ እዚኣ ከዓ ሉክት ሪሰርኩላትሲ ትበሃል እዚኣ ኩን ምስ ምስ ንውልዓ እቲ ንፋስ ብደገ ዝመጸና ዘሎ ንዓጽዎ ኣለና ማለት እዩ ሕጂ ናይ ደገ ንፋስ ይመጸና የለን ናይ ውሽጢ ጥራይ ኢና ንጥቀም ዘለና ማለት እዩ ሕጂ ዕማጫና እ፣ ምስ ዝጨነወና ኣብ ደገ ገለ እዚኣ ክንውልዓ ኣለና ኩሉ ግዜ ማለት እዩ ኣገዳሲ እዚኣ ክንውልዓ ኣለና ሽዑ ሕልፍ ምስ በልናያ ናጥፍኦ ማለት እዩ እዚኣ ወልዒናያ ኩሉ ግዜ ክንከይድ የብልናን ምክንያቱ እንተወሊዒናያ ኣብዚ ሜትሮ እዚ ከምዚ ትሪኦ ዘለኹም ሕጂ እዚ ደነ ኮነና ክእል እዩ ማለት እዩ

ሽዑ ንውልዓ ንውልዓ ቀያሕ ትኾይና ምስ ተወልዐት ማለት እዩ ግን ኣይር ኮንዲሽን ተወሊዑ ማለት ዝሓሉ መፀና ማለት ኣይኮነን በዚ ኢና ተዝሓሉ ነስተኻኽሎ ዝሑል ውዒል ምስ ደሊ ዝሓሉ ምስ ደሊ ናብዚኣ ነብላ ናብዚ ነብሎ ውዒል ምስ ዘለኻ ናብቲ ቀይሕ ነብሎ ማለት እዩ ማእከላይ ምስ ዘለኻ በዚ ንገብሮ ማእኸል ንገብሮ ማለት እዩ ክነጥፋ ምስ ዘለኻ ንጥውቓ ጠፊኣ ኣላ ማለት እዩ ሕጂ ከዓ ናብዚ ንምፃእ እዚ ንሪኦ ዘለና መኪና ክንዓፅዋ ምስ ደሊ በዚኣ ገርና ንዓፅዋ ክንፈትሓ ምስ ደሊ ከዓ በዚኣ ገርና ንፈትሓ ማለት እዩ ሕጂ ቆላዋ ኣለውናት ኮይኖም እዚኣ ንዓፅዋ ከይፈትሕዎ ምእንቲ በዚኣ ገርና ከዓ ንፈትሓ ኣለዎም ከዓ እዚኣ ከዓ ናይ መውዓይት እያ ማለት ናይ ድሕሪት መውዓይት ፈርቫርሚ ኣክተር ማለት እዚኣ ናይ መውዓይት እያ እዚኣ ምስ ንውልዓ እቲ ናይ ድሕሪት ቢትሮና ንሕበረት ኣለዎ ኮይኑ ቀጢፉ ያሽ ምኾኑ ማለት እዩ ትበርድ ርሕቕ ማለት እዩ እዚኣ ግን ኣገዳሲት እያ እዚኣ እንድሕር እንታይ ድለክ ጠጦም ምስ ንብል ንጊዛዊ ጠጦም ምስ ንብል ወይ ከዓ ሓደጋ ምስ ዘጋጥመና እዚኣ ክንውልዕ ኣለና እዚኣ ንጥውቃ ከምዚ ክፋር ሌክት ማለት እያ እዚኣ እዚኣ ክፋር ሌክት ማለት እዚኣ ምስ ንውልዓ ከምዚ ንሪኣ ዘለና ሕጂ ኣብዚ ምልክት ትበና ኣላ ትሪእዋ ኣለኹም ከምዚ ትበና ማለት እዩ እዚኣ ኣብ ክፋር ሌክት ወይ ከዓ ኣብ ሓደጋ ምስ ዘጋጥመካ ወይ ከዓ መኪና ምስ ትበላሸወካ እዚኣ ክትውልዓ ኣለካ ማለት እዩ ናይ ሎምዓንቲ ትምህርትና እዚኣ ትመስል ኔራ ምስ ትፈትዎ ከኣ ሳብስክራይብ ላይክ ሸር ከምኡ ውን ሃናጽ ዝኾነ ርእይቶኹም ኣብ ኮመንት ክትጽሑለይ ብትሕትና ይላበወኩም ንኻል መዓልቲ ብኻል መደብ ክመጻኩም እየ ስጋብ ሽዑ ጊን ሰላም ጽንሑ።